ናብ ታሪኽ መስዋእትን ጅግንነትን ኢና። ክልቲኡ እንታይ ይፈልዮ? ሓደ ኣምሳል ሓደ ኣካል እዩ። መስዋእቲ ተሎ እቲ ጅግንነት ኣሎ። ብዙሕ ግዜ ብዛዕባ መስዋእቲ ይዝረብ እዩ ይትረኽ እዩ ግን እንታይ ዓይነት መስዋእቲ ክሳብ ክንደዩ ዝመንእሰይ ኤርትራ ነዛ ሃገር እዚኣ በጃ ክሓልፈላ ኣብዛ መሬት እዚኣ ኩሉ ዝከኣሎ ዝገበረ ነዚ ክትርከልና

ብዙሕ መስዋእቲ ርኢኻ ኢኻ። ንስኻውን ካብ መስዋእቲ ንስክላ ኣድሒንካ። እቲ ዝረኣኻዮ መስዋእቲ ኢና ክንዛረብ ሕጂ። እስኪ ናብ ሽሕን ትሽዓተ ሚእትን ሰብዓን ሽዱሽተን ንድሕሪት ተመሊስና። ኣብዚ ከባቢ ናይ ሰሓርቲ ዝነበረ ኩናት ምረቱ እሞ ከኣ ሽዕኡ ሓይሊ መግዛእቲ ምስ ደሙብ ዝነበረሉ እዋን እቶም መንእሰያት ኣብቲ እዋን እቲ ዝኸፈልዎ መስዋእቲ ከመይ ይመስል ከብ ኣብነት ጌርካ እስኪ ጥቐሰልና።
ኣብ ሰውራ ኤርትራ ጀሚሩ ክሳብቲ። ምሉእ ናጽነት ምስ ዝተፈላለዩ ዓይነት መስዋእትታት ብዝሒ ይኹን ዓይነት ይኹን ከልበትበት ዘለዎ ቃልሲ እዩ ሓሊፉ። ምናልባት እውን ኣብ ሰብዓን ሽዱሽተን ክንብል እንከለና፣ ውድብ ህዝባዊ ሓይልታት እንታይ ይመስል ነይሩ ብሕጽር ዝበለ ምግላጽ ኣገዳሲ ኮይኑ ይስምዓኒ። ኣብቲ ኩሉ መዳይ ናይቲ ቃልሲ ኣጸጋሚን ሽግርን ዝነበረሉ ማለት እዩ ብጥሜት ይኹን ብጥይት ይኹን ብንዋት ይኹን ብኹሉ ማለት እዩ ናቱ ጠቕስ ክነብል ኣንተኹይኑ ሳቤ ካብ ህዝባዊ ሓይልታት ዝተፈልየላ እዋን እያ ነይራ። ኣብ መሰጋገሪ ስለ ዝኾነ ከኣ ብዙሕ ጸገማት ነይሩ። በዚ መንጽር ድማ እቲ ንጸላኢ ብብረቱ ብጠይቱ ዝበሃል ብዝያዳ ወናኡ ሰሪሑ ኮይኑ ይስመዓኒ ማለት እዩ። ዋላ ከም መትከል ህዝባዊ ሓይልታት ከምኡ ኢላ ተበጊሳ እንተኾይና ምስተን ካልእ መትከላት ኣብዛ ሽሕን ትሽዓተ ሚእትን ሰብዓን ሽዱሽተን ግን ጸላኢ ኣብ ዝሃለወ ሃልዩ መብዛሕትኡስ ኣብ መዓስከራት ኩማንድስ ፋሕፋሕ ዝበለ ኣብ ገጠራት ኣብ ዝነበረሉ እዋን እዩ። ነዚ ከመይ ጌርካ ንጸላኢ ኣብ ከተማታት ከም ትጥርንፎ በቲ ሓደ ወገን ወይ ተዳኽሞ ካልኣይ ድማ እቲ ትረኽቦ ንዋት ጥይት ይኹን ወላ ካልእ ንዋትን ከኣ ትጥቀመሉ ማለት እዩ። እዚ ኣብ መዓስከራት ነይሩ ብኮሎኛታት ነይሩ ሓደ ካብኡ ጸላኢ ካብ ኣስመራ መንገዲ ጠቅምሓረ ወይ ከኣ ማይ ሑጻ ኩሉ ግዜ ብልሙድ ይኸይድ ስለ ዝነበረ ቅድሚኡ ዋላ ክኸይድ እንከሎ እውን ገለ ገለ ነናኣሽቱ መጥቃዕትታት ይግበረሉ ነይሩ በቲ ኣሃዱ ኣብኡ ዝነበረ። ማይ ሑጻ እንታይ ይደልዩ ክንብል እንከሎና ነዛ ናይ እንዳ ሜረንግ ሑጻ ካብኡ እዩ ዝውሰድ ነይሩ። ስለዚ ብኮሎኛ ኣብ ዝፈተነሉ እዋን ወይ መደብ ኣብ ዝገበረሉ እዋን ናብኡ ክኸይድ ምዃኑ ስለ ዝተፈልጠ በጦሎ ንምልእቲ፣ በጦሎ ንሸውዓተ ማለት እዩ፣ ዝወዓሉ ኩቦኒ ኣብኡ ወይ ክትክልክሎ ወይ ክተዳኽሞ ከምኡ ዓይነት መደብ ተገይሩ ምናልባት ቅድሚኡ ብበጦሎ ንመልክዕ ዝተተሓዘ ይነበረ ናብዚ ከባቢ ሰሓርቲ ብጋንታ ብሓይሊ ብገለ ኣሃዱታት ጌርካ መጥቃዕትታት ይግበር ነይሩ። እዚ ኣሃዱ እዚ እዚ ኮሎኛ እዚ ክኸይድ ኣብ ዝተሓስበሉ እዋን ናህና መደብ በጦሎኒ ምልእቲ ወይ ሓይሊ ብዝሕ ሓይሊ ከም ዘሎ ምስ ፈለጠ ጸላኢ ብዝተፈላለየ መልክዕ ጀዋሲስ እናሰደድካ ድዩ ገለ ገለ ከምኡታት ኣጽኒዕዎ ማለት ስለዚ ዓቕሚ ሰብ ኣጽኒዑ፣ ዓቕሚ ብረት ኣጽኒዑ፣ ኣተሓሕዛ ናይቲ ቦታ ዝነበረ ኣጽኒዑ፣ ዳርጋ ነቲ ግዜ ዝሓሰቦ ተመጢጡ ማለት እዩ። ምናልባት ክሳብ ወርሒ ዝኸውን እውን እንተኸይኑ ይብገስ ኣሎ ኣብ ዝበሃለሉ ሰዓት ተዳሎ ተባሂልናስ ድፋዕ ንሕዝ። ሽዑ ኣሽኪዑ ከኣ ካብ ብሎኮ ምለስ ሓደ ካብቲ ማይላታት እዩ ነይሩ። ነቲ ዝነበሮ ዓቕሚ'ውን ብ ዓቕሙ ክውስኸሉ ክኽእል ኣለዎ ነዚ ብ ግምት ኣእትዩ። ስለዚ እታ ኩነታት ኣብ ወርሒ ሸውዓተ ክራማት ናይቲ ግዜ እዩ ነይሩ። መዓት ማይን ጭቃን እዩ ዘሎ። እቲ ባህሪ ንገዛእ ርእሱ'ውን ይዋጋኣካ እዩ። ብልክዕ በዚ ኩርባምበይቶ እዩ ዝብገስ። ክኸይድ እንከሎ ግን ነቲ ቦታታት እናፈተሸ ክኸይድ ክኽእል ኣለዎ። ነዚ ኣብ ሰብዓን ሸውዓተን ደሓር ድፋዓት ዝነበረ ብኡ እዩ ዝመጽእ። ንኣተሓሕዛ ናህና ከኣ ሓንቲ ሓይሊ ናይ ሰብዓን ክልተን ናይ ሑሴናይ ኣብዚ ግብ ትሕዝ። ምኽንያቱ። ጽርግያ ስለ ዝኾነ ብጽርግያ ዝመጽእ ሓይሊ እውን ክህልዎ ይኽእል እዩ። መብዛሕትኡ እውን ብጽርግያ እዩ ተገሚቱ ነይሩ። ሓይሊ ናይ ቤጥሮስ ተስፋዝጊ ናህና ማለት እዩ ሰብዓን ሰለስተን ኣብ ማእኸል ንሕዝ ማለት እዩ። ምናልባት ንመረዳእታ ክኾነና እቲ ንብሎ ዘለና ኣብ መንጎ ዓዲ ሓበሻን ኣብ መንጎ እምበይቶን እዩ። ዝያዳ ግን ናብ እምቦይቶ ይቐርብ እቲ ድፋዕ። ነዚ ኣብቲ ጎልጓል ዓሊ ክካየድ እቲ ኩናት ማለት እዩ። ናይ ሰብዓን ክልተን ናይ ስውእ ስዒድ ፈረጅ ድማ ብዓዲ ቐሺ ትሕዝ ማለት እዩ። ስለዚ ልክዕ ከም ዝተባህለ ንግሆ ኣብ ክንዲ ናብቲ ድፋዕኻ ምጽባይ ገለ መሳርዕ ቕድሚት ኣሕሊፍካ ከመይ ጌርካ ነቲ ቐዳማይ ሰራዊት ናይ ጸላኢ ከተጥቅዖ ትፍትን ደሓር ውን ኣብቲ ዓቢ ከሚን ከም ትእትዎ ከምኡ እዩ ኔሩ እቲ መደብ ብዝኾነ ክሳብ ሰዓት ሰለስተ እቲ ርብርብ ይካየድ ማለት እዩ ኣብ መወዳእታ ግን እቲ ሓይሊ ሚዛን ፈሊጡ ድዩ ካልእ ድዩ ነቲ መጽናዕትታት ዝገበሮ ገለ ኢልና ብዓዲ ጓዕዳድ ጌሩ ካልእ ሓይሊ የምጽእ ሓንቲ ኖኻ ንሳ ኢያ ነይራ ብዙሕ ኣብ ግምት ዘይኣተወት ብዓዱጋዕዳድ ገይሩ ብላምዛ ገይሩ ዓዲ ሃከፋ ንዓዲ ቐሺ ነቲ ኣብ ዓዲ ቐሺ ዓሪዱ ዝነበረ ናይ በዓል ስዒድ ናይ ኣሃዱ ናይ ስዒድ ፈረጅ ንዕኡ ብድሕሪት ኣትዩ ከኣ ሕጂ እቲ ብዛዕባ እቲ ኲናት ጥራይ ዘይኮነሲ እቲ ኣተሓሕዛ ኢና ንገልጽ ዘለና ኣብዚ እዋን እንታይ ክግበር ኣሎ እንተ ተኸርዲኑ ሓደ ሰራዊት ኣጸጋሚ እዩ ማለት እዩ። ሙሉእ መዓልቲ ትዋጋእ ጸኒሕኻ ምናልባት ናይ ጢት ምውዳእ ክህሉ ይኽእል መዋጸዊ የብልካን ንኽትወጺእ። እታ ናይ መወዳእታ ዕላማ ትበሃል ናይ ተጋዳላይ ኣብዚ እያ ክትፍጸም ትኽእል። ካብ መጀመርያ ኣትሒዙ ንመስዋእቲ ስለ ዝብገስ ነታ ዝመጽኣቶ ውን ኣብ ክንዲ ኢድካ ምሃብ ከኣ ነብስኻ ምብጃው ጥራይ እያ። እያ ነይራ። እንታይ እዩ እቲ ተበጃውነት ወይ ምብጃው ዝበሃል? ሕጂ ነብስኻ ጥራይ ከኣ ዘይኮነሲ ነቲ ሒዝካዮ ዘለኻ ብረት እውን ጸላኢ ከም ዘይትጥቀመሉ ምግባር ከኣ ነይሩ። ከም ኣብነት ዓብዱልቓድር ዓጣ ዝበሃል ኣርበጂ ሒዙ እንከሎ ምስ ኣርበጂኡ እታ ቡምብኡ ይፍጅር ማለት እዩ። ጥምቀቱ ጓል ጸጸሩ ምስ ሓደ ማንጁስ ምክንያቱ ኣብ ኮርዶን እንድሕር ኣቲኻ ዘዋጻእካያ ኢኻ ትገብር ኣብ ዘይትወጻሉ እንድሕር ኣቲኻ ድማ ነታ ኣብ መወዳእታ ክትገብራ ትኽእል ከኣ ትገብር ንኽልቲኦም ከኣ ኣብ መንጎ ክልቲኦም እታ ቡምባ እትዮም ከኣ ነፍሶም ይፍጅሩ። ሳልሳይ እቲ ናይ ብሓቂ ክትጽበዮ ዘይትኽእል ዓይነት ኣሰዋውኣ እውን ኣሎ። መንጁስ መንእሰይ እዩ፣ መሓመድ መዓር ምናልባት ዑመር መዓር እታ መዓር ዝያዳ ክንወስዳ፣ እዚ መንእሰይ እዚ ድማ መወዳእታ ኢድካ ሃብ ኣብ ዝተባህለሉ ነዛ ካራ ኣውጽእ ኣቢሉ ካብዛ፣ ኣብዛ መዓንጥኡ ኣብ ከብዱ ደቕዲቕዋ ማለት ተሰዊኡ ብኽብሪ። እዚ እዩ እቲ ሕጂ ምናልባት ንምዝካሮም ቁሩብ ከጸግመና ይኽእል ኣብኣ ዝተሰውኡ ብጾት ብኸምኡ ይኹን ብኻልእ ይኹን በዚ ዝጠቐስክዎ እዛ ጥምቀቱ ተስፉ ማንጁስ፣ ኣሕመድ መዓር፣ እብራሂም ዓምር፣ እድሪስ እብራሂም፣ ሽኮር ኢዱ፣ ደበሳይ፣ ወዲ ኣረጋይ፣ ወዲ ሸቃ፣ መብራህቱ ኮታስ እዚኦም ካብ ብከፊል ካብቶም ክዝክሮም ዝኽእል ተዘይኮይኑስ ዳርጋ ጋንታ ምልእቲ ኣብኣ ስለዚ ተራ ናይ ህዝቢ ኣብዚ እዋን እዚ ከይጠቐስኩ ክሓልፍ ኣይደልን እየ። ናይቲ ከባቢ ስውኡኻ ማንም ማለትሲ ህዝቢ ክርእዮ ወይ ገለ ከም ልሙድ ማለት እዩ ብዙሕ ኣይረኤን ነይሩ ኣብቲ ቀደም ኣብቲ እዋን እቲ ግን ናይ ብሓቂ ኣብ ግዜ ጸገም ዓቢ ኣበርክቶን ዓቢ እንታይ ሽሙ ናይ ስውኣት ምቕባር ድዩ ካልእ ድዩ እቲ ብድሕሪኡ ክግበር ዝኽእል ተሳትፎ ናይ ህይብ ህዝቢ ዓቢ ነይሩ። ምናልባት ብዙሕ ነገር ክጎድለኒ ይኽእል ኽምዚ እየ ክዝክሮ ዝኽእል። ኣነ ከም ዝሰማዕክዎ እንተኾይኑ ኣብዚ ከባቢ እዚ ክሳብ ሎሚ ነታ መዓልቲ ዝዝክርዋ ከባቢ ኣለው ኮዳዱ እስኪ ብዛዕባ እዚ ጽቡቕ ሓበሬታ ተለካ። እቲ እቲ ዓቕምን ጸገምን እዩ እምበር ዕስራ ሰነስ ምስኦም ክተኽብራ እዩ ዝግባእ ከምኡ እዮም ዝብሉና ከምዛ ንስኻ ዝሰማዕኻያ ዝሰማዕኹ ኣነ ዝያዳ ግን ዕስራ ሰነ ሰፊሕ እዩ ነዛ መዓልቲ እዚኣ ግን ብፍሉይ ነዞም ብጾት ባዕሎም ዝረኣይዎምን ዝቐበርዎምን እናዘከሩ ብዓቢ ክብሪ ከም ዘብዕልዋ እየ ዝዝክር ህዝቢ ከዳዱ ብተመሳሳሊ ኣብ ገንፎሎም ሰብዓን ሓሙሽተን እውን ኣብቲ ዝወዓለ ኲናት ኔርካ፣ ኣብኡ እውን ፍሉይ ጅግንነት ከም ዝተርኣየ እዩ ዝጥቀስ።
እወ ሰብዓን ሓሙሽተን ወርሒ ትሽዓተ እዩ። ኩለን እተን መዓስከራት ኣብ ሳሕል ዝነበራ ከም ዝነበራ ማለት ቀሮራ፣ ኣፍዓበት፣ ናቕፋ፣ ስንቂ የመላልስ ከም ዝነበረ ጸላኢ ብቕድሚኡ ከከም ደረጃ ናይቲ ዘጋጥሞ ዝነበረ ጸገማት እዩ። ካብ ሰብዓን ሓሙሽተን ንየው ህዝባዊ ግንባር ህዝባዊ ሓይልታት እናሓየለ ስለ ዝመጸ እሱውን ብመጠን ናይቲ ውድብ ወይ ናይቲ ቃልሲ ዝካየድ ዝነበረ እውን ብሰለስተ ብኣርባዕተ ማካይን ዝሓልፎ ዝነበረ ኣብቲ መጀመርያ እዋን ደሓር ግን ብኮሎኛ ክሓልፎ ጀሚሩ ወይ ከኣ ኮሎኛ ከሰኒ ጀሚሩ ማለት እዩ። ስለዚ ኣብ ወርሒ ትሽዓተ ሰብዓን ሓሙሽተን ለይቲ ኢና ንፈልጥ። ሰዓት ዓሰርተ ዝኸውን ነቲ ድፋዕ ንሕዞ ማለት እዩ ለይት ኣብቲ ከባቢ ስለ ዝነበርና ማለት እዩ እዚ ድሕሪ ተኽሊጥ ናይ ቦጦሎኒታት እዩ ዝካየድ ሓንቲ ሓይሊ ናይ ስውእ እስያስ ፍላንሳ ወዲ ፍላንሳ ህዝቦ ወገን ራራ ማንሳዕ ነይራ እተን ክልተ ሓይሊ ግን ኣብታይ እቲ ከባቢ ነይርና ማለት እዩ እታ ሓንቲ ሓይሊ ናይ ሑሴን ኡርዱን እታ ሓንቲ ሓይሊ ከኣ ናይ ዓሊ ማሕሙድ ኣማሓዳሪ ዘሎ ሕጂ ኣብ ዞባ ዓንሰባ ማለት እዩ ናይቲ ኩናት ሳዕ ሽዱሽተ ናይ ንግሆ እዩ ዝጅምር ንሓ ድፋዕ ሒዝና ከሎና ኣብቲ ከሚን ይኣትዋ እቲ ከሚናትየን ዳርጋ ምሉእ መዓልቲ ይቕጽል እቲ ኲናት። ኣብ መወዳእታ ግን ሓደ ፍታሕ ክትገብር ክትክእል ኣለካ። ይመጽእ ተጥቅዖ ይመጽእ ይጥቃዕ ይመጽእ ይጥቃዕ ኣብ መወዳእታ ግን ኣጥቂዕኻ ክትኣልዮ ክትክእል ኣለካ ካብቲ ከባቢ። ብነብነብሳን ኣሃዱታት ብመሳርዕ ጌርካ ተፈቲኑ ሽዑ። ግርማይ ተወልደ መስርዕ ሒዙ ይኣቱ መራሕ ሓይሊ እዩ። ተስፋይ ይትባረኽ ምስተን ዝሃጅማ መራሕ በጦሎኒ እዩ ምስተን ዝሃጅማ ከዓ ይሃጅም። ኣስካለ ኮሚሽነር ጋንታ እዩ ከምኡ በራተሎ መራሕ ሓይሊ እዩ። ደረጃ ሓለፍቲ ክንሪኦም ከለና ማለት
ባራቶሎ ፍስሃ ድዩ? በራቶሎ ፍስሃ። ፍስሃ እዚ ካብቶም ሓመኑር ኣሎ ካልኦት ብዙሓት እዮም ዘለዎ ክሳብ ዓሰርተ ሓደ ኢና መስዋእቲ ከፊልና ኣብኡ ህጁም እዩ ኣብቲ ህጁም ከዓ እቲ መጥቃዕቲ እቲ ቦታ ንገዛእ ርእሱ ኣብቲ እዋን እቲ ክረምቲ ስለ ዝኾነ መዓት ዱማ ገለ ስለ ዘለዎ ነዚኤን ኣጥቂዔን እናበልካስ እቲ ካልኣይ ከመይን ይጸንሓካ? እዚ ውን ሓደ ካብቲ ናይ ብሓቂ ጅግንነት ኢልና ንጠቕሶ ወይ ካብቲ ናይ ብሓቂ እቲ ዓቢ ዕላማ ማለት ኣብቲ መሪር መስዋእቲ ምናቱ ብዙሕ ንጣር ኢኹም ዓይነት ኣጋጣሚታት ብፍላይ ምስ ግዜ ማለት እዩ ኣብቲ እዋን እቲ ንሓደ መዓስከር ክትድምስስ እንከለኻ ወይ ክትምድብ እንከለኻ ኣብቲ እዋን ክልተ ሰለስተ ውጉኣት ገለ ገለ ኢኻ ትብል ብእኩብ ከምዚ ዓይነት መስዋእትታት ግን ሕልፍ ሕልፍ ኢሉ ኣብ ህዝባዊ ሓይልታት ብጣዕሚ እዩ ስለዚ እንታይ እዩ ክብል ደልየ ኣብዚ እቲ ጽንዓት እቲ ጅግንነት ተወፋይነት ኮታስ ኩለን እተን ክብርታትና በዘን እንጠቕሰን ዘለና ዝተደርዓን እሰን እየን ዘኺዳና ዘለዋ ማለት እዩ። ከም ሕጊ ኮይኑ ሕጊ ክትመሓደረሉ፣ ሕጊ ክትተኣላለየሉ፣ ሕጊ ዘይብሉ ክትከይድ ስለ ዘይትኽእል እንተዘይኮይኑ ኣነ ንህዝቢ ኤረትራ ንገዛእ ርእሱስ ሕጊ የድልዮ ኢለ ከማን ኣይምኣመንኩን ምኽንያቱ ባዕሉ ሕጊ እዩ። ስለዚ ነዚ ዓይነት መስዋእቲ።